ኣርባዕተ ሓምለ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ውሽጥን ኣብ ወጻእን ኮንኩም ዜና ዳሞራ ትከታተሉ ዘለኹም ደሓን ዶ ሓዲርኩም ደሓን ዶ ዒልኩም ደሓን ዶ ቀኒኻትኩም ኣርእስተ ዜና ወሃብ ቃል ጉጅለ ህወሓት ገብረ ሚካኤል ኣለምሰገድ ኣብ መቐለ ክፍለ ከተማ ሰሜን ጣብያታት 05ን 06ን ደቅና ኣይግፈፉን ኢለን ዘእወያ ኣዴታት ካብ ኣዲስ ኣበባ ዝተለኣኻ ልኡኻት እየን ብምባል ከሲሱ እተን ኣዴታት ድማ ትማሊ ኣብ ማስየን ከምዝተኣሰራ ፍሉጣት ተጋሩ ኣክቲቪስታት ይገልጹ ኣለዉ። ህዝቢ ትግራይ ኣብ ታሪኹ ርእይዎ ዘይፈልጥ ግፍዕን በደልን የሕልፍ ኣሎ። ብምዃኑ እውን መራሕቲ ሃይማኖት፣ ዳያስፖራ፣ ኩለና ተጋሩ ብሓድነት ጠጠው ንበል። ኢሉ ውድብ ሳልሳይ ወያነ ትግራይ። እዚ መግለጺ ሳወት ግን ተቖሪጹ ኣብ ተለቪዥን ትግራይ ዝሓተፈ እዩ፣ ረኺብናዮ ኣለና ክትሰምዕዎ ኢኹም። ኣብ ወረዳ ራያ ጨርጨር ጣብያ ማሩ ቁሸት ባሶ ሕጊ ኣራዊት ተግባራዊ ምዃን ጀሚሩ ገንዘብ ንውገኢ ንኸፍልን ዝበሉ ዓሰርተ ሓረስቶት ድማ ዕስራን ሰላሳን ሽሕ ብር ብቤት ፍርዲ ክኸፍሉ ተገዲዶመለዉ። ኣብ መወዳእታ ኣብ ዞባ ቀርኒ ኣፍሪካ ሕምስምስ ከይፍጠር ኣሜሪካ ኣብ ጎኒ ኢትዮጵያ ብምዃን ክትሰርሕ ግድን እዩ ኢሉ ኤምባሲ ኣሜሪካ ኣብ ኢትዮጵያ። ናይዚኦምን ካልኦት ዜናታትን ዝርዝር ኣዳልየልኩም ኣለኹ። ዜና ዳሞራ ሳብስክራይብ ሼር ላይክ ምግባር ኣይትረስዑ ኢኹም ቀጸልኩ ወሃብ ቃል ጉጅለ ህወሓት ገብረ ሚካኤል ኣብ መቐለ ክፍለ ከተማ ሰሜን ጣብያታት 05ን 06ን ደቅና ኣይግፈፉን ኢለን ዘእወያ ኣዴታት ካብ ኣዲስ ኣበባ ዝተለኣኻ ልኡኻት እየን ብምባል ከሲሱ እተን ኣዴታት ትማሊ ኣብ ማስየን ከም ዝተኣሰራ እውን ፍሉጣት ተጋሩ ኣክቲቪስታት ይገልፁ ኣለው። ወሃቢ ቃል ጉጅለ ህወሓት ገብረሚካኤል ኣብ መቐለ ጣብያታት ዜሮ ሓሙሽተን ዜሮ ሽዱሽተን ዝነበረ ግፋን ዘጋጠመ ተቓውሞ ኣዴታትን ውሱን ዋጭዋጭ ብምባል ዘነዓቖ ኮይኑ እተን ኣዴታት ካብ ኣዲስ ኣበባ ብገንዘብ ዝተመወላ እየን ብምባል እውን ገሊፁ ኣሎ። ትወፅስ ወጨወጨወጨ ዝበለ እሱ ድዩ ኮይንዎ እኮ ክትሓልፍ እውን ኣይትኽእልን ትንቀሳቐስ እውን ኣይትኽእልን እኮ ኮነ ተባሂሉ ኣጀንዳ ተቐሪፅሉ ብዋናነት ኣዲስ ኣበባ ዘለዉ ባንዳታት ድማ ነዚ ዘፈፅምዎ ዘለዉ እዮም ማለት እዘን ኣዴታት ከብዲ ወላድ ኮይንወን ኣውያት ምስማዐን ንወሃቢ ቃል ጉጅለ ህወሓት ገብረሚካኤል ተራ ዋጭዋጭ እዩ። እዚ ከምዚ እናሃሎ ወሃቢ ቃል ጉጅለ ህወሓት ኣይተ ገብረሚካኤል ደቅና ኣይግፈፉን ኢለን ዝተቓወማ ኣዴታት 0506 መቐለ ካብ ኣዲስ ኣበባ ብፀላእቲ ዝተላእኻ እየን ድሕሪ ምባሎም ውሱን መዓልታት እተን ዓሰርተ ኣዴታት ኣብ ክፍለ ከተማ ሰሜን መቐለ ትማሊ ኣማስየን ከም ዝተኣስራ እውን ንምፍላጥ ተኻኢሉ ኣሎ። ብኻልእ ዜና ሓዱሽ ከንቲባ ከተማ መቐለ ኣይተ ሃይላይ፣ ኣብ ዜሮ ሓሙሽተን ዜሮ ሽዱሽተን መቐለ ኣብ ዝተፈፀመ ግፋ ፀገማት ከምዝተርኣዩን ዝቕፃዕ ከምዝቕፅዕን እውን ግልፂ ገይሩ እዩ።
ብኻል ወገን ብመንግስቲ ዝወረደ ኣንፈት ብምሉእነት ይትግበር ኣሎ ምባል ከምዘይከኣል ዘመልከቱ እቶም ከንቲባ እቲ ዛዕባ ምሽርራፍ ይረኣየሉ ብምህላዉ ክእረምን ሕጋዊ ስጉምቲ ድማ ክውሰደሉን ምዃኑ ተዛሪቦም። እታ ናይ ሰሜን ዘጋጠመት እውን በዚኣ መልክዕ እያ ኣብ ገለ ገለ ሓላፍ ዝላፍ ኣሎ። ወሃቢ ቃል ጉጅለ ህወሓት ኣብ ዜሮ ሓሙሽተ ዜሮ ሽዱሽተ መቐለ ዘጋጠመ ድራማ እዩ ኢሉና። ከንቲባ ከተማ መቐለ ድማ ውሱን ፀገም ከም ዝነበረ እንተኾነ እውን ተገዲዱ ኣሚኑ እዩ ሓዱሽ ከንቲባ መቐለ። ንመን'ዮም ክንኣምን? ወሃቢ ቃል ህወሓት ኣብ መቐለ ዜሮ ሓሙሽተ ዜሮ ሽዱሽተ ዘጋጠመ ድራማ እዩ ኢሉ ገሊፅዎም። ከንቲባ ከተማ መቐለ ኣይተ ሃይላይ ድማ ውሱን ፀገማት ከም ዝነበረ ኣሚኑ። ሰበሶም ዝዋቕዑ መራሕቲ ዝሓዘት ትግራይ። ናብ ካልእ ዜና ሰጊረ ኣለኹ። ህዝቢ ትግራይ ኣብ ታሪኹ ርእይዎ ዘይፈልጥ ግፍዕን በደልን የሕልፈሎ ኢሉ ሳልሳይ ወያነ ትግራይ። ዳያስፖራ ትግራይ ብጉጅለ ህወሓት ኣብ ልዕሊ ህዝቢ ትግራይ ዝበፅሕ ዘሎ ግፍዕታት ክትቃወሙ እውን ብግልፂ ፃውዒት ኣቕሪቡ እዩ። እዚ ኣብቲ ሽዑ እዋን ማለት ኣብቲ ዝሓለፈ ሰሙን ኣቦ ወንበር ብዝነበረ ኣቦ ወንበር ሳወት ብዝኾነ ሓውና ዝሓለፈ መልእኽቲ ኣብ ቴሌቪዥን ትግራይ ግን ተቖሪፁ ተሪፉ እዩ። ስለምንታይ? ባዕሎም ይፈልጥዎም። ኣቦ ወንበር ሳልሳይ ወያነ ትግራይ ኣብ ዝሓለፈ ሰሙን እዋናዊ ኩነታት ትግራይ ኣመልኪቱ ዝርዝር መብርሂ ሂቡ። ዝቑረፅ ተቖሪፁ ፍፁም ይትረፍ ዝብሃል ሓሳብ እውን ተሪፉ ዜና ግን ከምዝተሰርሐ ሰሚዕና ኢና። ኣቦ ወንበር ሳወት ህዝብና ሎሚ ኣብ ታሪኹ ርእይዎ ዘይፈልጥ ግፍዕን በደልን የሕልፍ ኣሎ ምስ በለ ብፍላይ ካብ ዝሓለፈ ወርሒ ጉንበት ጀሚሩ ዝካየድ ዘሎ ግፋ መናእሰይ ንትግራይ የጥፍእ ኣሎ እዩ ኢሉ ዝተዛረቦ ኣብ ተለቪዥን ትግራይ ኮነ ኢልካ ክቑረፅ ዝተገበረ እዩ። ምናልባት ካብ ወርሒ ግንቦት ኣትሒዙ ኣብ ትግራይ ብስፍሓት ግፋ ይሳለጥ ኣሎ። እዚ ነገር እዚ ብዙሓት ፀገማት ይፈጥር ኣሎ ኣብ ህዝብና ብዙሓት መናእሰይ ዓዶም ለኢቖም ይኸዱ ኣለዉ። ምናልባት እውን በብመዓልቲ በሽሓት መናእሰይ ይወፁ ኣለዉ ካብ ትግራይ። ሰው ሃፍቲ ይወፁ ኣለዉ፣ ነጋዶ ይወፁ ኣለዉ። እዚ ሰፊሕ ዝኾነ ማሕበራውን ቁጠባውን ፖለቲካውን ፀገም ይፈጥር ኣሎ ማለት እዩ። እዚ ጥራሕ ኣይኮነን። መናእሰይ እቶም ክወፁ ዘይኽእሉ መናእሰይ መሕደሪኦም ኣብ በረኻ እዩ ኮይኑ ዘሎ። ኣብ በረኻ እዮም ዝሓድሩ ኣለዉ። ከይግፈፉ፣ ከይተሓዙ፣ ከይእሰሩ ማለት እዩ። ወለዲ ደቅኹም ኣምፅኡ እናተብሃሉ ይእሰሩ ኣለዉ፣ ይውቅዑ ኣለዉ። እዚ ግፋ ድማ ብስፍሓት እዩ ዝሳለጥ ዘሎ። ኣብ ዕዳጋ ይካየድ፣ ኣብ መርዓ ይካየድ፣ ኩሎም ህዝብና ክእከበሎም ኣብ ዝኽእሉ ማሕበራዊ ንጥፈታት ከይተረፈ ይሳለጥ ኣሎ። ኣብያተ ክርስቲያናት ከይተረፋ ናይ ግፋ ዒላማዊ ታርጌት ኮይነን ኣለዋ ማለት እዩ። እዚ ነገር እዚ ደው ክብል ይግባእ።
ግፋ መናእሰይ የለን ዝብሉ ሰበስልጣን ትግራይ ብዘሕዝን መልክዑ ኣብ ባይታ ዘሎ ርኡይ ሓቂ ይኽሕዱ ከምዘለዉ እውን ኣቦ ወንበር ሳወት ገሊፁ ነይሩ እዩ። መላእ ትግራይ ንመንእሰይ ሲኦል ኮይናቶ ኣላ እውን ኢሉ እዩ። ባዕሉ ዝጋደል ዝነበረ መንእሰይ ትግራይ ሕዚ በጺሑ ኣይጋደልን ኣይግፈፍን ኢሉ ግልጺ ተቓውሞኡ ንምንታይ የቕርበሎም? ንዝብል እውን ብዝርዝር መሊስዎ እዩ ኣቦ መንበር ሳልሳይ ወያነ ትግራይ። እዙይ እውን ግን ኣብ ተሌቪዥን ትግራይ ተቖሪፁ ዝተረፈ እዩ። ንስማዮ።
መንእሰይ ትግራይ ክህደን እይግባእን። መንእሰይ ትግራይ ንሓቀኛ ዕላማ ህይወቱ ንምኽፋል ድልው ከምዝኾነ ብተደጋጋሚ ኣመስኪሩ እዩ። ኣብዚ እዋን ግን ዝተፈለየ ኩነታት ስለዘሎ እዩ። ስለዘይኣመነሉ እዩ። ኣብቶም ኣብ ስልጣን ዘለዉ ኣካላት ቅንጣብ እምነት ስለዘይብሉ እዩ። ክጋደል ዘይደለየ ማለት እዩ እምበር ንዓዱ ንህዝቡ ክጋደል ዝኽእል መንእሰይ ምዃኑ ትማሊ መስኪሩ እዩ መንእሰይ ትግራይ ማለት እዩ ስለዝኾነ ደው ክብል ይግባእ መራሕቲ ሃይማኖት ህዝብኹም ናብ ሓዊ እናእተወ ሱቕ ክትብለ ይግባእ ፍትሒ ጎደለ ህዝቢ ተበደለ ክትብሉ ይግባእ ምስ ህዝብኹም ደው ትብልሉ እዋን ሕዚ እዩ
መራሕቲ ሃይማኖት ምስ ህዝብኹም ደው ትብልሉ እዋን ሕዚ እዩ። ህዝብኹም ኣድሕኑ ኢሉ እውን ፃውዒት ገይሩ እዩ ሳልሳይ ወያነ ትግራይ ኣብ ዝሓለፈ ሰሙን። ካብ ቀረባ እዋናት ናብዚ ልሳን ጉጅለ ህወሓት ኮይኑ ዘሎ ቴሌቪዥን ትግራይ ኮነ ተባሂሉ ብላዕለዎት ሓለፍቲ እቲ ትካል ክተርፍ ዝተገበረ ሓሳብ ድማ ሳልሳይ ወያነ ትግራይ ንዳያስፖራ ተጋሩ ዘሕለፎ መልእኽቲ እዩ። ከምዚ ይብል።
ዲያስፖራ ትግራይ ክሳዕ ሕዚ ርኡይ ዝኾነ ምንቅስቓስ ኣይተራእየን። ኣብ ኣውሮፓ ዝተወሰነ ምንቅስቓስ ተራእዩ ኣሎ። ሕዚ እውን ዲያስፖራ ትግራይ ህዝብኹም እናጠፍአ ሱቕ ክትብሎ ኣይግባእን። እቲ ዋና ክንሕለቐሉ ዝግባእ ህዝብና እዩ። ህዝብና መን በደሎ ኣይኮነን እቲ በደል ኢና ክነውግዞ ዝግባእ በዳሊኡ ብዘየገድስ ማለት እዩ። ስለዝኾነ ዲያስፖራ ትግራይ እውን ፍሉይ ሓላፍነት ኣለኩም እቲ ኣብ ትግራይ ዝፍፀም ዘሎ ህዝብና ዘጥፍእ ተግባር ደው ንኽብል ማለት እዩ። ካልኦት እውን ፖለቲካዊ ውድባት፣ ስቪክ ማሕበራት ኩላትና ድምፅና ክነስምዕ ይግባእ። ህዝብና ኣብ ከቢድ ሽግር ኣሎ። እዚ ኣብ ስልጣን ዘሎ ሓይሊ ህዝብና ይሃድሞ ኣሎ እዚ ፀገም እዚ ንምፍታሕ ኩላትና ክንረባረብ ይግባእ ዝብል መልእኽቲ ክሕልፍ ይኽእል ይደሊ
ሎሚ ኣብ ትግራይና ብዛዕባ ሰላም፣ ብዛዕባ በደላት ህዝቢ፣ ብዛዕባ ግፋ፣ ብዛዕባ ዝተኣሰራ ኣዴታት ምውጋዕ ገበን እዩ። ሻዕብያ ኣብ ትግራይ ከምዚ ፈፂሙ እዩ ኢልካ ብቴሌቪዥን ትግራይ ምንጋር ሻዕብያ ዝፈፀሞም ግፍዕታት ሐዚ ዘሎ ዕጡቕ ጉጅለ ኣብ ልዕሊ መናእሰይ ትግራይ ዘውርዶም ዘሎ ግፋታት ብድምፂ ወያነ ትግራይን ብቴሌቪዥን ትግራይን ምንጋር ክሕደት እዩ ተባሂሉ እዩ ዝግምገም። ጸረ መኸተ ኢኻ ብዝብል እውን ብሕጊ ኣራዊት ክሳብ ሸውዓተ ዓመት የእስር እዩ። ብምዃኑ እውን ናይ ኣቦ ወንበር ሳወት ድምጺ ከምቲ ዝሰማዕናዮ ንህዝቢ ዝጠቅም፣ ንህዝቢ ዘላዕል፣ ከም ትግራይ ዝሓስብ እኳ እንተኾነ ከም ትግራይ ዝሓስብ ኣተሓሳስባን ዘረባን ኣብ ቴሌቪዥን ትግራይ ምሕላፍ ገበን ብምዃኑ ተቖሪጹ ተሪፉ እዩ። ተቖሪጹ ግን ኣይተረፈን፣ ሳላ ቴክኖሎጂ ብካልኦት ሚድያታት ሰሚዕናዮ፣ ንስኹም እውን ትሰምዕዎ ኣለኹም። ናብ ካልእ ዜና ይሓልፍ ኣለኹ። እትከታተልዎ ዘለኹም ዜና ዳሞራ እዩ። ሳብስክራይብ፣ ሼር፣ ላይክ ምግባር ኣይትረስዑ። ንቕጽል ኣለና። ኣብ ወረዳ ራያ ጨርጨር ጣብያ ማሩ ቁሸት ባሶ ሕገ ኣራዊት ተግባራዊ ምዃን ጀሚሩ። ገንዘብ ንውግእ ኣይንኸፍልን ደቅና ኣይነጋድልን ዝበሉ ዓሰርተ ሓረስቶት ድማ ዕስራን ሰላሳን ሽሕ ብር ብቤት ፍርዲ ክኸፍሉ ተገዲዶም ኣለው። ዓለም ለኸ ተጣበቕቲ ሰብኣዊ መሰላት፣ ሰብ ሙያ ሕጊ ተጋሩ፣ መላእ ማሕበረሰብ ዝተቓወሞ ሕገ ኣራዊት ኣብ ወረዳ ራያ ጨርጨር ቁሸት ባሾ ቁሸት ባሶ ተግባራዊ ምዃን ጀሚሩ ኣሎ። ብመሰረትዚ ኣብታ ቁሸት ብርክት ዝበሉ ሓረስቶት ናይ መኸተ ገንዘብ ክፈሉ ተባሂሎም ኣይንኸፍልን ብምባሎም ተገዲዶም ናብ ቤት ፍርዲ ይቐርቡ ምህላዎም እውን ተፈሊጡ ኣሎ። ብምዃኑ እውን ብ ሰላሳ ሰነ ክልተ ሽሕን ዓሰርተ ሸሞንተን ዓመተ ምህረት ብኣመሓዳሪ ጣብያ ማሩ ኣይተ ኪሮስ ንጉሰ ትእዛዝ ብሚሊሻታት ተታሒዞም ናብ ጣብያ ማሕበራዊ ቤት ፍርዲ ክቐርቡ ተገይሮም እዮም እዞም ዓሰርተ ሓረስቶት። ንክልተ መዓልታት እውን ኣብቲ ጣብያ ክእሰሩ ድሕሪ ምግባር ካብ ዕስራ ክሳብ ሰላሳ ሽሕ ብግዲ ክኸፍሉ ከም ዝተገበረ እሙናት ምንጭታትና ሓቢሮም። ተገዲዶም ዝኸፈሉ ሓረስቶት ሽም ዝርዝሮም ዝስዕብ እዩ። ኣበበ ሃፍቱ ሰላሳ ሽሕ፣ ካልኣዩ በየነ ሰላሳ ሽሕ፣ ጥዑማይ ቀሺ ዕስራ ሽሕ፣ ሙሓመድ በሽር ዕስራ ሽሕ፣ ሁሴን ሙሓመድ ዕስራ ሽሕ፣ ካሕሳይ ዘገየ ዕስራ ሽሕ፣ ሙሓመድ ዳጋሎ ዕስራ ሽሕ፣ ቀሺ ኣስገዶም ዕስራ ሽሕ፣ ኣደም ኢማም ዕስራ ሽሕ፣ ስራጅ ጃዕፈር ዕስራ ሽሕ፣ ብጠቕላላ ዓሰርቲኦም ዕስራን ሰላሳን ሽሕ ክኸፍሉ ተገዲዶም ኣለዉ። ሕጊ ኣራዊት ተግባራዊ ምዃን ጀሚሩ። ኣብ ሰራዊት ትግራይ ሓይሊ ሰላም ግንባር ኣርባዕተ ንካልኣይ ግዜ ሓደሽቲ ተዓለምቲ ኣመሪቓ። እዞም ሰለስተ ሓምለ ክልተ ሽሕን ዓሰርተ ሸሞንተን ዓመተ ግእዝ ብድሙቕ ስነ ስርዓት ተመሪቖም ዘለዉ ጀጋኑ ኣባላት TPF ንኣስታት ክልተ ኣዋርሕ ወተሃደራዊ ፖለቲካውን ስልጠናታት ወሲዶም ንኹሉ ዓይነት ወፍሪ ብቑዓት ምዃኖም ዘረጋገጹ ምዃኖም ካብቲ ሰራዊት ዝመጸና መረዳእታ የመልክት። እዞም ተመረቕቲ ራብዓይ ዮሃንስ ዝብል መጸውዒ ሽም ዝተውሃቦም ኮይኑ ኣብ መዛዘሚ ምረቐኦም ድማ ህዝብና ገጢምዎ ካብ ዘሎ ሓሳረ መከራ ንምንጋፍ ኩሉ ዓይነት መስዋእቲ ንምኽፋል ድሉዋት ኢና ምባሎም ካብ ሓይሊ ሰላም ሰራዊት ትግራይ ግንባር ኣርባዕተ ዝመጸና መረዳእታ የመልክት። እትከታተልዎ ዘለኹም ዜና ዳሞራ እዩ። ሳብስክራይብ፣ ሼር፣ ላይክ ምግባር ኣይትረስዑ። ንቕጽል ኣለና። ናብ ኻልእ ዜና እንትንሰግር ድማ፣ ብኣውያት ኣዴታት ዝተኣጓጎል መስርሕ ግፋ ክህሎ ይግባእን ኢለን ሓላፊት ቤት ፅሕፈት ጉጅለ ህወሓት ወይዘሮ መንጀርኖ ሎምቕነ ኣብ ከተማታት ዓድዋን ኣኽሱምን ኣብ ዝገበረኦም ሚሽጥራዊ ኣኼባታት። ወይዘሮ ፈትለወርቅ ገብረእግዚኣብሄር ማለት መንጀርኖ ሎምቕነ ናብ ከተማታት ዓድዋን ኣኽሱምን ብምኻድ ምስ ኣመሓደርትን ሓለፍቲ ፀጥታ እተን ከተማታትን ዞባታትን ብምሽጥር ከምዘተያ እሙናት ምንጭታትና ኣረጋጊጾም እዮም። ወይዘሮ መንጀርኖ መደብ ግፋ መናእሰይ ከተማታት ዓድዋን ኣኽሱምን ኣዴታት እናእወያን ብሞባይል እንዳተቐረፃን ስለ ዝፈፀምክምዎ ከቢድ ፖለቲካዊ ውድቀት ኣስዒቡልና እዩ ብምባል ወቐሳ እውን ኣቕሪበን እየን ነቶም ኣመሓደርቲ። ድሕሪ ሕዚ እትገብርዎ ግፋ ሜልኡ ቀይሩ ብለይቲ ወይ ድማ ኣዴታትን ዓበይቲ ሰብኡትን ኣብ ዘይበዝሕሉን ሚስጥሩ ብዝሓለወን ክግበር ጥብቂ መምርሒ ምምሕልላፈን እውን ምንጭታትና ይገልፁ። ቀንዲ ሓይልኹም ኣብ ገጠር ኣብ ዘለው መናእሰይ ግበሩ ዝበላ ወይዘሮ መንጀርኖ ኣብ ከተማታት ዝግበር ግፋ ሙሉእ ብሙሉእ ብለይቲ ክኸውን እውን ጥብቂ መምርሒ ኣውሪደን እየን። ካብ ሐዚ ንደሓር ኣብ እዋን ግፋ ሞባይል ሒዙ ክቐርፅ ዝተረኸበ ሰብ ሞባይሉ ተሃጊሩ ናብ ሕጊ ክቐርብ ግበርዎ ዝበላ ወይዘሮ መንጀርኖ ብኣውያት ኣዴታት ዝተዓናቐፍ ግፋ ክህሉ የብሉን ብምባል ቀጢን ትእዛዝ ኣውሪደን እየን ይብሉ ካብተን ከተማታት ዝመፁና ምንጭታት። ዞባ ቀርኒ ኣፍሪካ ንከይሕመስ ኣሜሪካ ኣብ ጎኒ ኢትዮጵያ ብምዃን ክትሰርሕ ግድን እዩ ኢሉ ኤምባሲ ኣሜሪካ ኣብ ኢትዮጵያ። ኣብ ኢትዮጵያ ኣምባሳደር ኣሜሪካ ኤርቪን ማሲንጋ ነዚ ዝገለፁ ኣብ ከተማ ኣዲስ ኣበባ ይካየድ ኣብ ዘሎ ዓለም ለኸ ፎረም ፓርላማ መረዳእታን ድሕንነትን እዩ። ኣምባሳደር ኤርቪን ኣብቲ ፎረም ኣብ ዘመሓላለፍዎ መልእኽቲ ዞባ ቀርኒ ኣፍሪካ ንከይሕመስ ኣብ ጎኒ ኢትዮጵያ ተሰሊፍካ ብሕብረት ምስራሕ ግድን ምዃኑ ኣሜሪካ ትኣምን እያ ምባሎም ይፍለጥ። እምበኣርከስ ዜና ዳሞራ በዚ ተዛዚሙ ኣሎ። ሰላም ደሓን ኩኑ።